ኣብዚ ምስ ተምሃሮ ኣብ ዊኪንቭርን ላዕለዋይ ቤት ትምህርቲ ቨርጂንያ ኣለኹ ከምኡ እውን ካብ መላእ ኣሜሪካ ካብ መዋእል ህፃናት ክሳብ ዓሰርተው ክልተ ክፍሊ ዝመፁ ተምሃሮ ኣለውና ሎሚ ኩልኹም ክትፅምበሩና ብምኽኣልኩም ኣዝዩ ደስ ኢሉኒ ኣሎ ንብዙሓት ካባኻትኩም ሎሚ ቀዳመይቲ መዓልቲ ትምህርትኹም ምዃና ፈልጥ እየ ነቶም ኣብ መዋል ህፃናት ዘለኹም ወይ ማእኸላይ ወይ ካልኣይ ደረጃ ትምህርቲ ትጅምሩ ድማ ኣብ ሓድሽ ቤት ትምህርቲ ናይ መጀመርታ መዓልትኹም ስለ ዝኾነ ቁሩብ ስግኣት ፍርሒ እንተሃልዩኩም ርዱእ ነገር እዩ። ኣብዚ ሕጂ እዋን ጽቡቕ ስምዒት ዝስምዖም ገለ ሽማግለታት ኣለዉ መስለኒ፣ ተወሳኺ ሓደ ዓመት ጥራይ ተሪፍዎም ኣሎ ናይ ምንባሮም። ከምኡ እውን ኣብ ዝኾነ ክፍሊ ተሃሉ ብዘየገድስ ገለ ካባኻትኩም ምናልባት ጌና ሓጋይ እንተዝኸውን ዕረፍቲ እንተንህሉ ኢልኩም ትምነዩ ኣለኹም። ሎሚ ንጉሆ ድማ ቁሩብ ኣብ ዓራት እንተ ትድቅሱ ምደለኹም ነይርኩም። ነዚ ስምዒት እዚ እፈልጦ እየ። ንእሽቶይ ከለኹ ስድራይ ኣብ ኢንዶኔዝያ ንገለ ዓመታት ይነብሩ ነበሩ። ኣደይ ድማ ኩሎም ኣሜሪካውያን ቆልዑ ናብ ቤት ትምህርቲ ዝኸድሉ ቦታ ክትሰደኒ ገንዘብ ኣይነበራን። ስለዚ ባዕላ ተወሳኺ ትምህርቲ ክትምህረኒ ወሰነት። ካብ ሶኒ ክሳብ ዓርቢ ሰዓት ኣርባዕተን ፈረቓን ንግሆ ክትምህረኒ ጀሚራ ምኽንያቱ ስራሕ ትውዕል ስለ ዝነበረት ክንድኡን ግየ ምትስእይ ብዙሕ ሕጎስ ኣይነበርኩን ብዙሕ ግዜ ኣብ መኣዲ ክሽነ ይድቅስ ነይረ ኣብ ዘማረሉ እዋን ግና ኣደይ ሓንቲ ዘረባ ትዛረበን ነይራ ጽቡቀይ እዚ ንዓይ ውን ምዝንጋዕ ኣይኮነን ትብለኒ ነይራ ስለዚ ገለ ካባኻትኩም ጌና ናብ ቤት ትምህርቲ ምምላስኩም ትላመዱ ከም ዘለኹም እፈልጥ እየ ሎሚ ግን ምሳኻትኩም ክዛተየሉ ዝደለኹ ገዳሲ ነገር ስለ ዘሎ ኣብዚ ተረኺበ ኣለኹም ናብዚ መምጽኤይ ምኽንያት ብዛዕባ ትምህርትኹም ኣብዚ ሓድሽ ናይ ትምህርቲ ዓመት ካብ ኩላትኩም ዝጽበየኩም ክዛረብ ስለ ዝደለኹ እየ ኣብ ህይወት ብዛዕባ ትምህርቲ ብዙሕ መደረታት ኣቕሪበ ኣለኹ ብዛዕባ ሓላፍነት ድማ ብዙሕ ተዛሪበ እየ ብዛዕባ መማህራን ንኸነቓቕሑኹም ከምኡ እውን ብግቡእ ክተባብዑኹም ዘለዎም ሓላፍነት ተዛሪበ ኣለኹ ብዛዕባ ሓላፍነት ወለዲ ዕዮ ገዛኹም ክትፍጽሙ ከምኡ እውን ነፍሲ ወከፍ ሰዓት ኣብ ቅድሚ ቲቪ ወይ ምስ ቴሌፎን ከይተሕልፍዎ ክከታተለኹም ሓላፍነት ተዛሪበ ኣለኹ። ብዛዕባ መንግስትኹም ልዑል ደረጃ ናይ ምውሳን ንመማህራን ርእሰ መማህራንን ምድጋፍን ተምሃሮ ዝግብኦም ዕድላት ኣብ ዘይርከበሉ ዘይሰርሐ ኣብያተ ትምህርቲ ምቕያር ዘለዎ ሓላፍነት ብዙሕ ተዛሪበ እየ። ኣብ መወዳእታ እቶም ኣዝዮም ውፍያት መምሃራን ኣዝዮም ደገፍቲ ወለዲ ከምኡ እውን ኣብ ዓለምና ዝበለጸ ኣብያተ ትምህርቲ ክህልወና ክእል እዩ እንተኾነ ግን ንስኹም ተምሃሮ ሓላፍነት እንተዘይፈጺምኩም ወላ ሓደ ካብኡ ኣገዳሲ ኣይክኸውንን እዩ ምዕቡል ኣብያተ ትምህርቲ ጥራይ ዘይኮነ ግን ነቶም መምሃራና ክብሪ ምሃብ ወለድኻን ኣያታትካን ካልኦት ዓበይቲ ሰባትን ምስማዕ ከምኡ እውን ንኽትዕወት ዘድሊ ጻዕሪ ክትድልብ ኣለኩም ናይ ሎሚ መደረይ ድማ ኣብኡ እየ ከድህብ ዝደሊ ነፍሲ ወከፍ ኣብ ትምህርትኹም ዘለኩም ሓላፍነት በቲ ኣብ ነብስኹም ዘለኹም ሓላፍነት ክጅምር ኣለዎ ነፍሲ ወከፍ ብሉፅ ዝኾነ ነገር ኣለኩም ነፍሲ ወከፍኩም ገለ ነገር ኣለኩም እዚ እንታይ ምዃኑ ክትፈልጥ ድማ ኣብ ነብስኹም ሓላፍነት ኣለኩም ሓደ ትምህርቲ ክህብ ዝኽእል ዕድል ንሱ እዩ ንስኻ ንስኺ ምናልባት ንፉዕ ጸሓፊ ክትከውን ትኽእል ትኸውን ምናልባት ኣብ ጋዜጣ መጽሔት ወይ ጽሑፋት ክትጽሕፍ ንፉዕ ክትከውን ትኽእል ኢኻ ግን ንሓላፊኻ ናይ እንግሊዝኛ ወረቐት ክሳብ ዘይትጽሕፍ ዘይትፈልጥ ትኽእል ኢኻ። ምናልባት መሃዚ ክትከውን ትኽእል ኢኻ፣ ምናልባት እውን ዝቕጽል ኣይፎን ወይ ሓድሽ መድሃኒት ወይ ክታበት ከተምጽእ ንፉዕ ክትከውን ትኽእል ኢኻ። ግን ንናይ ሳይነስካ ፕሮጀክት ክሳብ ዘይትገብሮ ዘይትፈልጦን ትኽእል ኢኻ። ምናልባት እውን ከንቲባ እዚ ከተማ ወይ ዳኛ ላዕለዋይ ቤት ፍርዲ ክትከውን ትኽእል ኢኻ። ክሳብ ናብ መንግስቲ ተምሃሮ ወይ ናብቲ ናይ ክትዕ ጉጅለ ዘይትጽንበር ከምኡ ኣይክትፈጠርን ኢኻ ከምኡ እውን ብህይወትካ እንታይ ክትገብር ትደሊ ብዘየገድስ ንኽትገብሮ ትምህርቲ ከም ዘድልየካ ምኽሪ ህበካ ዶክተር ወይ መምህር ወይ ፖሊስ ክትከውን ትደሊ ነርስ ወይ እንጅነር ጠበቓ ወይ ኣባል ወተሃደራዊ ሓይልታት ክትከውን ትደሊ ንነፍሲ ወከፍ ካብዞም ሞያታት ግድን ጽቡቕ ትምህርቲ ከድልየካ እዩ። ትምህርቲ ኣቋሪጽካ ኣብ ጽቡቕ ስራሕ ክትርከብ ፈጺምካ ኣይትኽእልን ኢኻ። ክትሰርሓሉን ክትስልጥነሉን ክትመሃረሉን ኣለካ። እዚ ድማ ንህይወትካን ንመጻኢኻን ጥራይ ኣገዳሲ ኣይኮነን። ካብ ትምህርትኻ እትገብሮ ካብ መጻኢ እዛ ሃገር ዝንእስ ኣይውሰንን እዩ። ሎሚ ኣብ ቤት ትምህርቲ እትመሃርዎ ዘለኹም ከም ህዝቢ ኣብ መጻኢ ዝዓበዩ ብድሆታትና ክንገጥሞም ንኽእል ዲና ኣይንኽእልን ዝውስን እዩ ከም መንሽሮን ኤድስን ዝኣመሰሉ ሕማማት ንፍውስ ከምኡ እውን ሓደሽቲ ፕሮጀክታት ጸዓት ንምምዕባል ከባቢና ንምሕላውን ኣብ ሳይንስን ቁጽርን እትምሃሮ ፍልጠትን ክእለትን ምፍታሕ ጸገማት ከድልየካ እዩ ድኽነት፣ ገዛ ኣልቦነት፣ ገበንን ኣድልዎን ንምምካት ከምኡ እውን ንሃገርና ዝያዳ ፍትሓዊትን ነጻን ንምግባር ኣብ ታሪኽ ማሕበራዊ መጽናዕቲ እትረኽቦ ርድኢት ነቐፌታዊ ኣተሓሳስባን ከድልየካ እዩ። ሓደስቲ ስራሕ ዝፈጥሩን ቆጠባና ዘዕብዩን ሓደስቲ ኩባንያታት ንምህናጽ ኣብ ኩሉ ክፍልታትካ ተማዕብሎም ፈጠራን ብልሓትን ከድልየካ እዩ። ነፍሲ ወከፍኩም ንኽእለትኩም ኣእምሮኹምን ከተማዕብሉ የድልየና ኣሎ ምእንቲ ነቶም ኣዝዮም ከበድቲ ጸገማትና ንምፍታሕ ክትሕግዙ ከምኡ እንተዘይጌርካ ካብ ትምህርቲ እንተቋሪጽካ ኣብ ነብስኻ ጥራይ ኣይኮነን ዕንወት ተውርድ ዘለኻ ኣብ ልዕሊ ሃገርካ እውን ኢኻ ሕጂ ኣብ ቤት ትምህርቲ ጽቡቕ ውጽኢት ክትገብር ኩሉ ግዜ ቐሊል ከም ዘይኮነ ፈሊጠ ኣለኹም ብዙሓት ካባኻትኩም ኣብዚ ሕጂ እዋን ኣብ ህይወትኩም ኣብ ስራሕ ኣብ ቤት ትምህርትኹም ከተትኩሩ ከጸግመኩም ዝኽእል ብድሆታት ከም ዘለኩም እፈልጥ እየ እዚ ከመይ ከም ዝመስል እፈልጦ እየ ኣቦይ ወዲ ክልተ ዓመት ከለኹ እየ ብሞት ተፈልዩና ኣደይ ድማ ምስ ብዙሕ ግዜ ወጻኢታት ንምኽፋል እትቃለስ ኩሉ ግዜ እቶም ካልኦት ቆልዑ ዘለዎም ነገራት ክትህበና ዘይትኽእል ሲንግል ኣዲኣ ዓብየ ኣብ ሂወተይ ኣቦ ዘይምህላወይ ዝናፈቅኩሉ እዋናት ኔሩ ጽምዋ ዝስምዓኒ እዋናት ኔሩ ስለዚ ኩሉ ግዜ ከምቲ ክኸውን ዝግብኣኒ ትኹረት ኣይነበረንን ገለ ዘይሕበነሎም ነገራት ገይረ እየ። ካብቲ ክኸውን ዝግብኣኒ ንላዕሊ ድማ ኣብ ሽግር ይኣቱ ነይረ፣ ህይወተይ ድማ ብቐሊል ናብ ዝኸፍኣ ክትቅየር ትኽእል ነይራ። ኣነ ግን ዕድለኛ እየ ነይረ። ብዙሕ ካልኣይ ዕድላት ረኺበ፣ ናብ ኮለጅ ከምኡ'ውን ቤት ትምህርቲ ሕጊ ከምኡ'ውን ሕልመይ ክስዕብ ዕድል ረኺበ። በዓልቲ ቤተይ ሚሸኣል ኦባማ እውን ተመሳሳሊ ታሪኽ እያ ዘለዋ። ክልቲኦም ወለዳ፣ ኣይተመሃሩን፣ ብዙሓት ኣው ድማ ኣይነበሮምን፣ ንሳቶም ግን ኣበርቲዖም ሰሪሖም፣ ንሳ ድማ ኣበርቲዓ ስለ ዝሰርሐት ናብተን ዝበለጻ ኣብያተ ትምህርቲ እዛ ሃገር ክትከይድ በቒዓ። ገለ ካባኻትኩም ነዚ ብልጫታት እዚ ዘይክህልወኩም ይኽእል እዩ። ምናልባት ኣብ ህይወትኩም ዘድልየካ ደገፍ ዝህበካ ዓበይቲ ሰባት የብልካን። ምናልባት ኣብ ስድራ ቤትካ ሓደ ሰብ ስራሕ ስኢኑ ይኸውን፣ ዕረፍቲ ንኽትከይድ እኹል ገንዘብ ድማ ኣይትረክብን ትኸውን። ምናልባት ውሕስነት ኣብ ዘይስምዐካ ከባቢ ትነብር ትኸውን፣ ወይ ድማ ቅኑዕ ከም ዘይኰነ ትፈልጥ ነገር ክትገብር ጸቕጢ ዝገብሩልካ ኣዕሩኽ ይህልዉኻ። ኣብ መወዳእታ ግን ኵነታት ህይወትካ እንታይ ትመስል፣ ካበይ ከም ዝመጻእካ፣ ክንደይ ገንዘብ ኣለካ፣ ኣብ ገዛኻ እንታይ ተዓዮ ኣለካ፣ ኣባኻ እዩ ዝምርኰስ። እዚ ጸገማት ምስ መምህርካ ንምምላስ ወይ በርየድ ምቕጻዕ ወይ ትምህርቲ ንምቍራጽ፣ ንዘይምፍታን መመኽነይታ ኣይኮነን። ኣብዚ ሕጂ እዋን ኣበይ ከም ዘለኻ፣ ኣበይ ከም እትውድእ ክውስን ግድን ኣይኮነን። ዕጫኻ ዝጸሓፈልካ ሰብ የለን። ኣብዛ ኣሜሪካ ዕጫኻ ባዕልኻ ኢኻ ትጽሕፍ፣ መጻኢኻ ድማ ባዕልኻ ትሰርሕ። ኣብዚ ሕጂ ግዜ ከማኻ ዝኣመሰሉ መናእሰያት መዓልታዊ ዝገብርዎ ዘለዉ ከምዚ ዝብለካ ዘለኹ እዩ። ከም በዓል ጃዝሚን ፕሬስ ዝኣመሰሉ መናእሰያት ካብ ሮም ቴክሳስ ጃዝመን መጀመርታ ትምህርቲ ክጅምር ከላ እንግሊዝኛ ኣይትዛረብን እያ ነይራ። ኣብ ዓዳ ዳርጋ ትምህርቲ ዝኸደ ሰብ ኣይነበራን። ክልቲኦም ወለዳ እውን ኣይከዱን። ንሳ ግን ኣበርቲዓ ሰሪሓ ጽቡቕ ነጥቢ ረኺባ ናብ ዩኒቨርሲቲ ብራውን ስኮላርሽፕ ረኺባ ሕጂ ድማ ኣብ ምረቓ ቤት ትምህርቲ ህዝባዊ ጥዕና ትመሃረላ ዶክተር ጃዝሚን ብሬዝ ተባሂላ ክትጽዋዕ ኣብ መንገዲ ትርከብ ኣላ። ብዛዕባ ኣንዶኒ ይሓስብ ኣለኹ። ካብ ሎስ ኣልቶልስ ካሊፎርንያ ዝመጸኽ ካብ ወዲ ሰለስተ ዓመት ጀሚሩ ንመንሽሮ ሓንጎል ዝተቓለሰ እዩ። ኩሉ ዓይነት ሕክምናን መጥባሕትን ተጻዊሩ እዩ። ሓደ ካብኡ ንዝኽሩ ዝጸለወ እዩ። ስለዚ ዕዮ ቤት ትምህርቲ ንምፍጻም ኣዝዩ ዝነውሐ ግዜ ወሲዱሉ። ኣማኢት ተወሳኺ ሰዓታት ግን ወዲቐ ይፈልጥን ኣብዚ ጽድያ ድማ ናብ ኮለጅ ኣቕኒዑ ኣሎ። ደሓር ከኣ ሻንታል ስቲቭ ኣላ። ካብ ዓዲ ቺካጎ ኣብቲ ዝኸበደ ከባቢታት ካብ መዕበዪ ገዛ እናተበገሰት ከላ እውን እንተኾነ ኣብቲ ከባቢ ኣብ ዝርከብ ማእኸል ጥዕና ስራሕ ክትረክብ ክኢላ። መናእስያት ካብ ጉጅለታት ንኸይወፁ መደብ ምጀመሩ ከምኡ እውን ካልኣይ ደረጃ ትምህርቲ ብኽብሪ ተመሪቓ ናብ ኮለጅ ክትከይድ ኣብ መስመር ኣላ። ጃዝሚን፣ ኣንዶኒን ሻንተልን ካባኻትኩም ዝፍለዩ ኣይኮኑን። ልክዕ ኸማኻ ኣብ ህይወቶም ብድሆታት ኣጋጢምዎም እዩ። ንሳቶም ግን ተስፋ ኣይቈረጹን። ናይ ትምህርቲ ሓላፍነት ክወስዱን ንርእሶም ዕላማ ከቐምጡን መሪጾም። ኩሉኹም ድማ ከምኡ ክትገብሩ እጽበ። ስለዚ ድማ እየ ሎሚ ነፍሲ ወከፍ ንትምህርትኹም ናይ ገዛእ ርእስኹም ሸቶታት ከተቐምጡ ንዕኡ ንምምላእ ድማ ዝከኣለኩም ኩሉ ክትገብሩ ዝጽውዕ ዘለኹ ዕላማኻ ከም ኩሉ ዕዮ ገዛኻ ምፍጻም ኣብ ክፍሊ ኣቓልቦ ምሃብ ወይ መዓልታዊ መጽሓፍ ኣብ ምንባብ ግዜ ምሕላፍ ዝኣመሰሉ ቀሊል ነገር ክኸውን ይኽእል ምናልባት ካብ ስርዓት ትምህርቲ ወጻኢ ኣብ ዝግበር ንጥፈታት ክትሳተፍ ትውስን ትኸውን ወይ ድማ ኣብ ማሕበረሰብካ ብወለንታ ክትሰርሕ ትውስን ትኸውን። ምናልባት ነቶም ብሰንኪ መን ምዃኖም ወይ ከመይ ከም ዝመስሉ ዝላገጹ ወይ ዝጻረፉ ቆልዑ ደው ክተብሎ ትውስን ትኸውን። ምኽንያቱ ከምዚ ከማይ ኩሎም ቆልዑ ንኽምሃሩ ውሑስ ሓዋህው ከም ዝግብኦም ስለ ትኣምን ምናልባት ንነብስኻ ብዝበለጸ ክትከናኸና ክትውስን ትኽእል ኢኻ። ምእንቲ ክትመሃር ዝያዳ ድልው ክትከውን ከምኡ ድማ በቲ መስመራት ኩልኹም ኣእዳውኩም ብዙሕ ክትጽበዩ ጽቡቕ ኣብ ዘይተሰምዐኩም እዋን ድማ ካብ ቤት ትምህርቲ ኣብ ገዛኹም ክትጸንሑ ተስፋ ገብር ዝኾነ ክትገብር ቆሪጽካ እንተኾንካ ቃል ክትኣትወሉ ደሊ ብሓቂ ክትሰርሓሉ እዩ ዝደለ ሓደ ሓደ ግዜ ብዘይ ዝኾነ ጻዕሪ ሃብታምን ዕውትን ክትከውን ከም እትኽእል ዝገልጹ ስምዒታት ኣብ ቴሌቪዥን ከም እትረክብ እፈልጥ እየ ቲከት ዓወትካ ብራፕ ወይ ድማ ብኩዕሶ ሰኪዐት ባስኬትቦል ወይ ኮኾብ ሪያሊቲ ቲቪ ብምዃን ዕድል ኣብ ዝህልወሉ እዋን ኣይትኸይድን ኢኻ ካብቶም ነገራት ዝኾነ ይኹን ክኸውን እቲ ሓቂ ግን ዕዉት ምዃን ከቢድ እዩ ኩሉ ትመሃሮ ትምህርቲ ኣይትፈትዎን ኢኻ ምስ ኩሉ መምሃራን ኣይትቃዶን ኢኻ ኩሉ ዕዮ ገዛ ኣብዛ ደቂቕ እዚኣ ምስ ህይወትካ ምሉእ ብምሉእ ዝዛመድ ኣይክመስልን እዩ ከምኡ እውን ንመጀመርታ ግዜ ኣብ ዝፈተንካሉ እዋን ኣብ ኩሉ ነገር ክትዕወት ናይ ግድን ኣይኮነን። ጽቡቕ እዩ፣ ገለ ካብቶም ኣብ ዓለምና ኣዝዮም ዕውታት ዝኾኑ ሰባት እቶም ዝበዝሑ ውድቀት ዘጋጠሞም እዮም። እቲ ናይ መጀመርታ መጽሓፍ ሄሪ ፖርታ ኣብ መወዳእታ ቅድሚ ምሕታማ ዓሰርተው ክልተ ግዜ ተነጺጋ እያ። ማይክል ጆርዳን ካብ ጋንታ ኩዕሶ ሰኪዐት ካልኣይ ደረጃ ትምህርቱ ተቋሪጹ፣ ኣብ ግዜ ሞያኡ ድማ ኣማኢት ጸወታታት ተሳዒሩን ኣሽሓት ሸቶታት ኣብኪኑን። ንሱ ግን ይብል ሓደ እዋን ኣብ ህይወተይ ደጋጊመ ደጋጊመ ፈሺለ፣ ስለዚ ድማ እየ ተዓዊተ ኢሉ ነይሩ። እዞም ሰባት እዚኦም ውድቀትካ ክገልጸልካ ክትገድፈሉ ከም ዘይትኽእል ስለ ዝተረዱ እዮም ክምህሩኻ ክትገድፎም ኣለካ። ኣብ ዝመጽእ ግዜ ብዝተፈላለየ መገዲ እንታይ ክትገብር ከም ዘለካ ክርእኻ ክትገድፎም ኣለካ። ጸገም እንተጋጠመካ ሽግር ፈጣሪ ኢኻ ማለት ኣይኮነን። ክትመላለስ ዝያዳ ክትጽዕር ኣለካ ማለት እዩ። ሕማቕ ነጥቢ እንተረኺብካ ዓሻ ኢኻ ማለት ኣይኮነን። ዝያዳ ግዜ ኣብ መጽናዕቲ ኽተሕልፍ ኣለካ ማለት ጥራይ እዩ። ኣብ ነገራት ንፉዕ ዀይኑ ዝተወልደ ሰብ የለን። ብጻዕሪ ኣብ ነገራት ንፉዕ ትኸውን። ንመጀመርታ ግዜ ሓድሽ ስፖርት ክትጻወት ከለኻ ኣትሌት ኣይኮንካን። ንመጀመርታ ግዜ ደራፋይ ክትደርፍ ከለኻ ነፍሲ ወከፍ ኖት ኣይትሃርምን ኢኻ። ክትለማመድ ኣለካ። ኣብ ስራሕ ቤት ትምህርትኻ እውን ከምኡ እዩ። ቅድሚ ቕኑዕ ምግባርካ ገለ ግዜ ናይ ሕሳብ ጸገም ክትገብር ክትግደድ ትኽእል ኢኻ፣ ወይ ድማ ቅድሚ ምግንዛብካ ገለ ግዜ ከተንብቦ ክትግደድ ትኽእል ኢኻ፣ ወይ ድማ ቅድሚ ከተርክቦ ጽቡቕ ምዃን ገለ ረቂቕ ወረቐት ክትገብር ኣለካ። ሕቶታት ክትሓትት ኣይትፍራሕ፣ ኣብ ዘየድልየካ እዋን ሓገዝ ክትሓትት ኣይትፍራሕ። መዓልታዊ ከምኡ እየ ዝገብር። ሓገዝ ምሕታት ምልክት ድኻም ዘይኮነስ ምልክት ሓይሊ እዩ። ሓደ ነገር ኣብ ዘይትፈልጠሉ እዋን ክትእመን ከምኡ እውን ሓድሽ ነገር ክትምሃር ትብዓት ከም ዘለካ ዘርኢ እዩ። ስለዚ ክትኣምኖ ዓብዪ ሰብ ድለ። ወላዲ፣ ኣይ ወይ መምህር፣ ኣሰልጣኒ ወይ ኣማኻሪ፣ ከምኡ እውን ዕላማታትካ ንምዕዋት ኣብ መስመር ክትጸንሕ ክሕግዙኻ ሕተቶም። ከምኡ እውን ዋላ እውን ኣብ ትቃለሰሉ እዋን ዋላ እውን ተስፋ ኣብ ዝቖረጽካሉ እዋን ካልኦት ሰባት ተስፋ ዝቑርጾኻ ኮይኑ ዝስምዐካ ንነብስኻ ፈጺምካ ተስፋ ኣይተቑርጽ ምኽንያቱ ኣብ ገዛእ ርእስኻ ተስፋ ምስ እትህብ ንሃገርካ ኢኻ ትድግፍ ዛንታ ኣሜሪካ ብዛዕባ ነገራት ምስ ተረሩ ዝገድፋ ሰባት ኣይኮኑን። ብዛዕባ ቀጺሎም ዝጸዓሩ፣ ሃገሮም ኣዝዮም ዘፍቅሩ፣ ካብ ዓቕሞም ንታሕቲ ዝኾነ ነገር ክገብሩ ዘይክእሉ ሰባት እዩ። ቅድሚ 250 ዓመት ኣብዚ ኮፍ ኢልካዮ ዘለኻ ጣውላ ኮፍ ዝበሉ ሰውራ ኣካይዶም ነዚ ህዝቢ ዝረከብዎ ተምሃሮ ዛንታ እዩ። ቅድሚ 75 ዓመት ኣብዚ ኮፍ ኢልካዮ ዘለኻ ጣውላ ኮፍ ዝበሉ ንሓደ ዲፕሌሽን ሰጊሮም ኣብ ኩናት ዓለም ዝተዓወቱ፣ ንስቪላዊ መሰላት ተቓለሱ፣ ንሓደ ሰብ ኣብ ወርሒ ዘቐመጡ፣ ቅድሚ ዕስራ ዓመት ኣብዚ ኮፍ ኢልካዮ ዘለኻ ጣውላ ኮፍ ዝበሉ፣ ትዊተርን ፌስቡክን ዝመስረቱ፣ ኣብ ነንሕድሕድና እናራደዱ እና ኣገባብ ዝቐየሩ እዮም። ስለዚ ሎሚ ክሓተካ ዝደሊ ኣበርኩተኻ እንታይ ክኸውን እዩ? እንታይ ጸገማት ክትፈትሕ ኢኻ? እንታይ ርክባት ኢኻ ክትገብር ድሕሪ ዕስራ ሓምሳ ወይ እውን ሚእቲ ዓመት ኣብ ዝመፅኡ ዝምድር ፕረዚደንት ኩልኹም ነዛ ሃገር ዝገበርኩምላ እንታይ ክብል እዩ ኣነን ስድራኹምን መምሃራንኩምን ነዞም ሕቶታት ንምምላስ ዘድልየኩም ትምህርቲ ንኽህልወኩም ዝከኣለና ኩሉ ነገር ንገብር ኣለና ክፍልታትኩም ንምጽጋን ክትመሃርሉ ዘድልየኩም መጻሕፍቲ መሳርሒታት ኮምፒውተራትን ንምርካብ ኣበርቲዐ ይሰርሕ ኣለኹ ግን ንስኻ እውን እጃምካ ክትፍጽም ኣለካ ስለዚ ሎሚ ዓመት ዕቱብ ክትከውን ትጽቢ ትገብር ኣብ ኩሉ ትገብሮ ኩሉ ዝከኣለካ ጻዕሪ ክትገብር እጽበ ካብ ነፍሲ ወከፍ ዓበይቲ ነገራት እየ ዝጽበ ስለዚ ኣይተሕፍረኒ እንትኸውን ስድራኻ ይኹን ንሃገርካ ወይ ገዛእ ርእስኻ ኣይትተሓለል ንኹላትና ኩርዓና ክትገብሮ ከም እትኽእል እፈልጥ እየ የቐንየለይ ኣምላኽ ይባርኽካ ንኣሜሪካ ድማ ኣምላኽ ይባርኽካ እስክትዓውሎ ዓውሎ

ክንዲ ዕልል ገኒኑ ሕሜታ ጽባሕ ንጎ ንርኢ ሳልስታ ኣታ እንታይ ከበሉ እንዳባ ሳልስታ ንርኢ ሳልስታ እንታይ ክኽብሉ